ክቡር ፕረሲደንት፣ እዛ ከቕርባ ዝደለኹ ሕቶስ ኣቐዲምካስ ተናኺፍካያ ስለ ዝጸኒሕካ፣ ካብዚ ሕጂ ዝጠቐስካዮ መበገሲ ናይ ወጻኢ ፖሊሲናሲ ዝያዳ ሓበሬታ ንምርካብ፣ ካብ ክልተ ሽሕን ዓሰርተ ሓደን ጀሚሮም ኣብ ሃገራት ሰሜን ኣፍሪቃን ማእከላይ ምብራቕ ክነድጉ ዝጸንሑ ናይ ህዝባዊ ምልዕዓላት ክሳብ ሕጂስ ኣይረግኡን ኣለዉ። ብፍላይ ናይ ግብጺ ኩነታት ኣሰካፊ እናኾነ ይኸይድ ኣሎ። መርገጺን ኣመለኻኽታን ናይ መንግስቲ ኤርትራ ኣብዚ ጉዳይ ናይ ግብጺ ከመይ እዩ? ምስኡ ውን ኣተኣሳሲርካስ እዚ ናይ መርገጺ መንግስቲ ኤርትራ ብዛዕባ እዚ ናይ ሚለንዩም ዳም እንተድኣ መብርሂ ሂብካና።
ብዙሕ ሰብ ታይ እዩ ዝፅበ ሕጂ ምናልባት እዛ ዜና እንድሕር ተኸታቲልካ ናይ ሙርሲ ስርዓት ተኣልዩ ምስ መን ኢኻ ደው ትብል? ኣብ ከምኡታት ናይ ህጻውንቲ ሕርያታት ኣይንኣቱን። ምናልባት ኣብ ውሽጢ ሰላሳ ወይ ኣርብዓ ዓመት ክጠራቐም ዝጸንሐ ወይ ክውህለል ዝጸንሐ ቅልውላው ናይ ግብጺ ብቁጠባዊ መልክዑ፣ ማሕበራዊ መልክዑ፣ ፖለቲካዊ መልክዑ፣ ጸጥታዊ መልክዑ ሓደ ብሓደ ክትዝርዝሮ ትኽእል ኢኻ። ስለምንታይ ኣብ ግብጺ ዝወደቐ? ግብጺ ካብቲ ጂኦግራፍ ምውጻኣ ዝፈጠሮ ሃጓፍ ቀሊል ነገር ኣይኮነን። ከምቲ ቀዲመ ዝጠቐስኩዎ ዓብላሊ ወይ ጎብለል ናይ ዞባ ክትከውን ኣለዋ ማለት ዘይኮነ፣ እቲ ሃጓፍ'ቲ ንገዛእ ርእሱ ምምዝባላት ስለ ዘኸትል እቲ ለውጢ ክመጽእ ኣለዎ። እዚ ትማሊ ዝነተጐ ተቓውሞ፣ ናይ ዕስራን ሓሙሽተን ጥሪ ስለ ዝመጸ ኣይኮነን፣ ቅድሚኡ ምስ ዝተፈላለዩ መንግስታትን ሓይልታትን ኣብ ዞባና ንዛረበሉ ዝነበርና ጉዳይ እዩ። ግብጺ ካብዚ ስእሊ እዚ ምውጻኣ ኣብ ማእከላይ ምብራቕ፣ ኣብ ጉዳይ ዓረብን እስራኤልን፣ ኣብ ጉዳይ ቀይሕ ባሕሪ፣ ኣብ ጉዳይ ተፋሰስ ኒል፣ ኣብ ጉዳይ ወሽመጥ ዓረብ ክትጻወቶ ዝግብኣ ዝነበረ ሃናጺ ተራ ካብ ምጽዋት ተቐይዳ። ካልኦት ጎበልል እናኣተዉ እተፈላለየ ቅልውላዋት እናመጸ እዚ ከባቢ ርግኣት ስኢኑ ኣሎ። ስለዚ ናይ ግብጺ ለውጢ ምምጻእ ትጽቢት ዝግበረሉ ዝነበረ እዩ። እቲ ትጽቢት ግን ብዝተወደበ መልክዕ ኣይመጸን ኣብ ኩላተን። እዚ ረቢዕ ዓረቢ ቀውዒ ዓረብ ዝብልዎ ኮይን ዝገበርዎ ብደገ ትርጉም ብዙሕ ዘለዎ ኣይኮነን ረቢዕ ድዩ ቀውዒ ድዩ ክራማት ድዩ ሓጋይ ድዩ እሱ ካልእ ኣርእስቲ እዩ ግብፂ ናብ ቦታኣ ክትምለስ ኣለዋ ካብቲ ቀዲመ ዝጠቐስክዎ መትከላት ተመርኲስና ናይዚ ከባቢ ርግኣት ክመፅእ እንድሕር ኮይኑ እቲ ምምዝባላት ቅድም ክመዓራረ ክኢል ኣለዎ ግብፂ ከዓ ቦታኣ ክትሕዝ ክኢል ኣለዋ ሕጂ ነቲ ፍጻሜታት ኣብ ውሽጢ እዚ ክልተ ዓመታት ዝኸደ እንተርኢኻዮ ጸገም ናይተን ሃጓፋት ዝኾና ኣብአን ዝጸንሐ ፖለቲካዊ ሓይልታት ብውሽጢ ምድኻሙ ሓደ ጠንቂ እዩ። ሃገራውያን ዝበሃላ ናይ ፖለቲካዊ ውድባት ወይ ኣወዳድባታት ጠፊኡ፣ ብፍላይ ምስ ናይ ዝሑል ኩናት ምውዳቕ የለን ጠፊኡ። ብሄራዊ ዓረባዊ ምንቅስቓሳት ዝብሃል ንስሙ እምበር የለን። ካልኦት ነቲ ለውጢ ክመርሑ ዝኽእሉ ሓይልታት ኣይጸንሑን። ስለዚ ናይ ህዝቢ ግብጺ መሰረታዊ ጠለብ ምስቲ ናዕቢ ዝመጸ ካብቶም ዝተጠራቐሙ ናይ ሰላሳ ናይ ኣርብዓ ዓመታት ጸገማት ዝተበገሰ እዩ ነይሩ። ነቲ ናዕቢ ዝመርሖ ሓይሊ ግን ኣይነበረን። ዝኾነ ሓይሊ ዝመርሖ ኣይነበረን። ዘበገሶ እውን ኣይነበረን። ዝወደቦ እውን ኣይነበሮን ፈጺሙ። ንኣብነት ናይ ቱኒዝያ እንድሕር ወሲድና ምስናይ እቲ ዝነበረ ናይ ህዝቢ ምረት ብሓደ መንእሰይ ስራሕ ስኢኑ ነብሱ ዘንደደ እዩ እቲ ባርዕ መጺኡ። ኣብ ከምዚ ዝኣመሰለ ፍኑው ምዕባሌታት ዝረኣ እንታይ እዩ? ኣብቲ ማዕበል ወይ ሞጃ ኣብቲ ሞገድ ክውጣሕ ደሊ ዝኾነ ሓይሊ ውልቀ ሰባት ጸለውቲ ኢና ድብሉ በብናቶም ኣጀንዳታት ክውጥሕዎ ደሊ እቲ ማዕበል ግን ናይ ህዝቢ ማዕበል እዩ መን እዩ ወናኒኡ መን እዩ ወዲብዎ መን እዩ መሪሕዎ መን እዩ በጊስዎ ኢልካ ክትዛረብ ኣይትኽእል ኢና ዝተዋህለለ ነትጒ እዩ ኣብ ግብጺ መን መሪሕዎ መን ኣንቀሳቂስዎ ተልካ ብዝኾነ ይኹን መገዲ ነቲ ተቃውሞ ናይ ሙባረክ ስርዓት ምውዳቅ ደምጸ ወጢኑ ስትራተጂ ውጺኡ መደብ ኣውጺኡ ሰብ ውን ወዲቡ ድሰርሐ ሓይሊ ኣይነበረን ፍኑ ተቃውሞዩ ነሩ ኣብ ውሽጢ እዚ ናይ ድተፈላለዩ ሓይልታት ወይ ውዳቤታት ወይ ሰልፍታት ዝያዳ ተወዲቡ ዝነበረ ሕውነታዊ ኣስላም ወይ ሙስሊም ብራዘርሁድ ዝበሃል እዩ ነቲ ዝነበረ ኩነታት ተጠቒመሉ ናይ ሙርሲ ስርዓት መፅዩ ናይ ተብተብ ካልእ ነቲ ሃጓፍ ክመልእ ዝኽእል ውዱብ ሓይሊ ኣብ ግብፂ ስለ ዘይነበረ ሙስሊም ብራዘርሁድ ወይ ድማ ሕውነት ኣስላም ዝበሃል ካብ ሸሕን ትሽዓተ ሚእትን ዕስራን ሸሞንተን ዝጀመረ ምንቅስቓስ እዩ። ብተፈላለየ መድረኻት ሰጊሩ መጺኡ እቲ ዕድል ተጠቒሙሉ። ንሕና ከመይ ጌርና ርኢናዮ እንተተባህለ መን መጺኡ ንሳቶም ድዮም ክቕጽሉ ካልእ ድዩ ክመጽእ ንዓና ይምልከተና ንቲ ዝምልከተና ወይ ንደልዮ ግብጺ ናብ ንቡር ተመሊሳ ቦታኣ ዞባዊ ቦታኣ ክትሕዝ ክትክእል ኣለዋ። እቶም ዝተዋህለሉ ሽግራት ከኣ ክፍትሑ ክኽእሉ ኣለዎም። ስለዚ ኣብ ናይ ሙርሲ መልእኽቲ ዝሰደትኩሉ ወርሒ ኣርባዕተ ምስዚ ናይ ፍልሰት ሰባት ተመርኮሰ ይኹን ብሓፈሻ ከም ፖሊሲና መርገጺና እውን ከነፍልጥ ስለ ዘለና እዚ ኩነታት እዚ መሰጋገሪ መድረኽ የድልዮ። መሰጋገሪ መድረኽን ኣድላይነቱን ብዝኾነ ይኹን ሰብ ክከሓድ ዝከኣል ነገር ኣይኮነን። ስለዚ ንሕና ናይ ህዝብን መንግስትን ኤርትራ ድልየት ወይ ትምኒት እንታይ እዩ? ግብጺ ብዝተኻእለ መጠን ብሙስሊም ብራዘርሁድ ይኹን ብዝተፈላለዩ ካልኦት ሓይልታት ነቲ መድረኽ እቲ ክትሰግሮ ክትክእል ኣለዋ። እቲ መድረኽ ክንደይ ግዜ ክወስድ እዩ? እንታይ መልክዕ ክሕዝ እዩ? ንዓና ብዙሕ ድምልከተና ኣይኮነን ውሽጣዊ ክስታ እዩ እቲ ድልየት ግን ናብዚ ክኸይድ ኣለዎ ኩላቶም ሓይልታት ኩሎም ውልቀ ሰባት ኩሎም ግዱሳት ድብልዎ ዝነበሩ እውን ንሱ ስለ ድኾነ ማለት እዩ ስለዚ ምስ ናይ ሙርሲ መንግስቲ ብ በዚ ፖሊሲ እዚ ዝምድናታትና ካብቲ ቅድሚኡ ዝነበረ ስርዓት ብዝበለፀ ርክባት ኣብ እተፈላለየ ጕዳያት ምይይጥ ጀሚርና፣ መን እዮም ንሳቶም፣ ኣይድዮሎጂኦም እንታይ እዩ ወይ ስነ-ሓሳቦም እንታይ እዩ ብዘየገድስ። ብዝዀነ ነቲ መሰጋገሪ መድረኽ ዝበሃል ብግቡእ ኸኣልይዎ፣ ንሕና ድልየት ምግላጽ ነውሪ ኣይኰነን፣ እቲ ድልየትና እውን ገሊጽና ቅቡል ነይሩ ክንብል ንኽእል። እቲ ጸገም እንታይ እዩ፣ እቲ ሙስሊም ብራዘርሁድ ዝውክሎ ሓይሊ ኣዝዩ ንእሽቶ እዩ። ምስ ተስዓ ሚልዮን ህዝቢ ግብጺ ብዝተፈላለየ በደላት ዝሓልፍ ዝነበረ ዝሓየለ ኣወዳድባ ነይርዎ እንተተባህለ ዝበዝሐ ህዝቢ ግብጺ ዝውክል ኣይኮነን ብዝኾነ ይኹን መለክዒታት። ግን ነቲ ዕድል ተጠቒምሉ ዝሓሸ ኣወዳድባ ዝነበሮ ከኣ ስለዝኾነ ነቲ መሰጋገሪ መድርኽ ክኣልዮ ይኽእል'ዩ ኢልካ ክትጽበ ትኽእል ክትምነ እውን ትኽእል። ነዚ ንሕና ኣብቲ ናይ ጽምዶ ፖሊሲ ኢና ንብሎ ጽባሕ ድሕሪ ጽባሕ ኢልና የደናጉየናዮን ካብ መጸ ክንጸምድ ክንክእል ኣለና ወይ ኤንገይጅ ክንገብር ክንክእል ኣለና ናይ ኤንገይጅመንት ፖሊሲታትና ከኣ ከነነጽር ኣለና ተባሂሉ ብኡ ክንሰርሕ ጀሚርና ጽቡቕ ዝምድናታት እውን ኣበጋጊሱና ክበሃል ይከኣል እቲ ዝተረኽበ ጸገም እንታይ እዩ ብዛዕባ ኮንስቲቱሽን ብዛዕባ ደሞክራሲ ብዛዕባ ዘሎ ዝዛረብ ብዙሕ ትርጉም ዘለዎ ኣይኮነን እዚ ሕጂ ሸርዕያ ዘይሸርዕያ ዝባሃል ዘረባታት ብዛዕባ ኮንስቲቱሽን ጸብዑ ግደፎ መሰጋገሪ መድረኽ ክህሉ ነይርዎ ብህድኣት ማለት እዩ ንሳቶም ካብቲ ዝፈጸምዎ ጌጋታት እታ ዕድል ናይታ ስልጣን ምሓዝ ምስ መጸት ነታ ስልጣኖም ከደልድሉ ኢሎም ዘተኣታተውዎ እተፈላለየ ፖሊሲታት ባክላሽ ገይሩ። ረፅሚ ፈጢሩ ማለት እዩ። ቀዳማይ ነገር ብዝበዝሐ ድምፂ ተመሪፁን ኣይተመርፀን ንዓና ኣይምልከተናን እዩ፣ ግን ከም ተዓዘብቲ ናይ ሙርሲ ምስ ሸፊቅ ኣብ ውድድር ምእታዉ ሸፊቅ ሓደ ካብቶም ኮራፕት ናይቲ ዝሓለፈ ስርዓት ሰባት ምንባሮም ምስኡ ተዋዳዲርካስ ናይ ህዝቢ ዝዓበየ ድምጺ ረኺበ እየ ክትብል ኣይትኽእልን ኢኻ። ብኡ መጠን ከኣ ናይ ህዝቢ ምሉእ ደገፍ ኣለኒ ኢልካ እውን ክትዛረብ ኣይትኽእልን ኢኻ። እዚ ምናልባት ንናይ ሙርሲና ፕረዚደንትነት ምምጻእ ሓጊዙ ክኸውን ይኽእል። ግን ብኹሉ መለክዒታት ናይ ህዝቢ ግብጺ ምስቲ ናዕቢ ናይ ጥሪ ዕስራን ሓሙሽተን ማዕረ ማዕረ ዝኸይድ መግለጺ እዩ ነይሩ ኢልካ ክትግምግም ኣይትኽእልን ኢኻ ሓቂ ናይ ባይታ ዘሎ እንድሕር ትፈልጥ ኮንካ ስለዚ እሱ እስከ ተቐበልናዮ ግን ብዝኾነ ነቲ መሰጋገሪ መንገዲ መድርኽ ክኣልይዎ ዝግባእ ዝነበረ ኣይኣለይዎን ነቲ ኮንሶሊደሽን ናይ ኦቶሪቲ ወይ ናይ ፓወር ዝበሃል ንዕኡ ጥራይ ሰሪሖም ኣብ ሓጺር ግዜ ጸረ ናዕቢ ከም ዘበጋግሱ ኮይኖም እዚ ትማል ዝረኣናዮ ናይ ሰነ ሰላሳ ናዕቢ ተበጊሱ ማለት እዩ ዓመት ከይመልኦ ከሎ እዚ ናይ ሰላሳ ሰነ ናዕቢ ንህዝቢ ውክል ነይሩ ድዩ ዕስራ ሚልዮን ድዮም ወጺኦም ሰላሳ ሚልዮን ድዮም ወጺኦም ክንደይ ካብ ህዝቢ ግብጺ ይውክሉ ዝርዝራት እዩ ብዙሕ ትርጉም ውን የብሉን ኣብኡ ክትዛረብ ግዜኻ ምጥፋእ ጥራይ እዩ ዝኾነት መሰጋገሪ መድርኽ ክህሉ ክኢል ኣለዎ መሰጋገሪ መድርኽ ክህሉ ክኢል ኣለዎ ኣብ መወዳእታ ዕላምኡ ከኣ ግብጺ ካብዚ ናይ ሰላሳ ኣርብዓ ዓመታት ምርማስ ወጽያ ነቲ ሃጓፍ መሊኣ ኣብዚ ዞባ ሃናጺ ተራ ክትጻወት ክትክኢል ኣለዋ ናብዚ ደረጃ እዚ ክትበጽሕ ከኣ እቲ መሰጋገሪ መድርኽ ክውዳእ ክኢል ኣለዎ እዚ ሕጂ ናይ ሙርሲ ግዜ ሙርሲ ተኣልዩ ሕጋዊ ደይሕጋዊ ናብኡታት ንከራኸር ኣይኮናን ኣብ ውሽጢ እቲ መድርኽ ናይ ምስግጋር ኢና ክንሪኦ ጸኒሕና ዝምድናና ከኣ ካብ ናይ ሙርሲ መንግስቲ ጀሚሩ ምስዚ ሕጂ ዘሎ ኩነታት ኣብ ውሽጢ እቲ ናህና ናይ Engagement ንብሎ ናይ ጽምዶ ፖሊሲ ንብሎ ብጽቡቕ ብኣዎንታ ይውዕብል ኣሎ ምክንያቱ እቲ ዘገድሸና ኣብ ዝርዝራት ናይቲ መሰጋገሪ መድርኽ ድዩ፣ መን መጺኡ መን ኣይመጸን፣ መን እዩ ሕጋዊ መን እዩ ዘይሕጋዊ፣ መን ንህዝቢ ግብጺ ይውክል መን ይውንኖ ነቲ ሰውራ እተባህለ ኣብኡታት ኣቲኻ ትዛረብ መጥፍኢ ግዜ ጥራይ እዩ። ዋላ እቶም ዝዛረቡ ዝትንትኑ ኣብ እተፈላለየ ናይ ዜና ማዕከናት ዝዝረበሉ ዘረባታት ካብ። መድርኽ ናይ ምስግጋር ወጺኻ ክትዛረበሎም ትኽእል ዝርዝራት መን እዩ ሕጋዊ መን እዩ ዘይሕጋዊ መን ደሞክራሲ መን እዩ ዘይደሞክራሲ መን ቅዋም መን ዘይቅዋም ኢልካ ክትዛረብ ኣይ ካብዚ ናይ ሰላሳ ዓመታት መድርኽ ሓደ መሰጋገሪ መድርኽ ሃልዩ ግብጺ ናብ ንቡር ቦታኣ ክትመጽእ ክትከላሎ እዚ መሰረታዊ መትከል ናይ ወጻኢ ፖሊሲና ኮይኑ ነዚ ቀዲመ ዝጠቐስክዎ ሓፈሻዊ መቓን ናይዚ ዞባና ዘርኢ እዩ። ምኽንያቱ ናይ ግብጺ ዘይምህላው ኣብዚ ዞባዚ በብመኣዝኖም ዝመጹ ዘለዉ ጎበልል በራግጽ ነዚ ከባቢ ከዳኽምዎ ኣይኮኑን። ስለዚ እቲ ባላንስ ወይ እቲ ውዳነ ክመጽእ ምእንቲ፣ ርግኣት ምእንቲ ክመጽእ ግብጺ ናብዚ ክትሰጋገር ትክእል ኣለዋ። ከም ህዝቢ ከም ሃገር ካልእ ሕርያ ክህልወና ኣይኽእልን እዩ። ምስ ሕውነት ኣስላም ምስ ዝተፈላለዩ ካልኦት ሓይልታት ደው ክንብል ወይ ክንቃወሞም ወይ ክንድግፎም ኣይኮነን። መተካእታኻ መን እዩ እንድሕር ኢልካ ሕጂ መተካእታ ከሎ ድዩ? መን እዮም እቶም መተካእታ? ካብ ሙርሲ ድሐሹ ኣለዉ ወይ ሙርሲ ሕማቅ ኮይኑ ካብኡ ዝሓሹ ክመጹ ኣለዎም ወይ ካብኡ ዝሓሸ እተወደበ ናይ ፖለቲካ ሓይሊ ኣሎ እሞ ንሱ ተመጸ ሓይሽ ኢልካ ክትዛረብ ዋላ ከም ናይ ርሑቅ ተዓዛባይ ውን ነዚ ሕጂ ዘሎ ኩነታት እዝን እቲን ኢልካ ክትዛረበሉ ይትክእል ኢና በዓል መን እዮም እቶም ውልቀ ሰባት ነቲ ምንቅስቃስ ዝመርሕዎ ዘለዉ ኩሉ ዳርጋ ነቲ ሞገድ ክውጥሖ ዝፍትን ዘሎ ስለ ዝኮነ እቲ ሞገድ ምውጣሕ ምናልባት ሕማቕ ኣይኮነን፣ ግን ተወጢሕካ ተኣ ትገብር ኣብ መወዳእታ ነቲ መሰጋገሪ መድርኽ ብግቡእ ኣሊኻ ንግብጺ ናብቲ ድለ ቦትኣ ከተትሕዛ ድዩ ዋላ ናይ ገዛእ ርስኻ ጸቢብ ረብሓታት ናትካ ናይ ስልጣን ሸውሃት ከተርዊ ኢልካኣ ውድይብ ዘለኻ እንድሕር ደኣ ምስቲ ናይ መወዳእታ ዝድለ ዕላማ ዝጋጮ ኮይኑ ኣብ ከምዚ ዝኣመሰለ ዕለታዊ፣ ወርሓዊ፣ መዓልቲ መዓልቲ ዝመጽእ ዘረባ ስለዚ ናህና ቃና ናይ ወጻኢ ፖሊሲናን ጽምዶና ምስ ግብጽን ንሕና ምስ መሰጋገሪ መድርኽ ኣብ ግብጺ ጸሚድና ኣለና ኢልና ኢና ንሰርሕ ማለት መርገጺ